ሚልክያስ ሰላም ንዓኻ ኢለ ጽሑፈይ ክጅምሮ ሓሲበ ነይረ። ለካ እቲ ዘለኻዮ ክውንነት ኪኖ ሰላም እዩ። ሰናይ ትምኒተይ ከም ኣብ ቀትሪ ዝተኾለዐ ላምባዲና ምንም ትርጉም እኳ ዋላ እንተዘይሃለዎ፣ መእተዊ ገዛ ግን ኣይሰኣንኩን መስለኒ። ወጎይታ! ወኣንታ ንሓጢኣት ቕረ ትብል ወሃቢ ህያባት መርሓቒ ስቓያት! ብሓቂ ንሓጢኣት ናይቶም ስጋዊ ልብሲ ራሕሪሖም ናብታ መንፈሳዊት ዓለም ዝዓርጉ ዘበሉ ይቕረ ክትብል እምሕጸነካ። ኦ ጐይታ ካብ ኣበሳን ጸሃዮም ንጓሂኦም ኣርሕቕ፣ ንጸልማቶም ናብ ብርሃን ልውጥ፣ ናብቲ ናይ ሓጐስ ስፍራ ኣታኽልቲ ከም ዝኣትዉ ግበሮም፣ በቲ ኣዝዩ ዝነጽሀ ማይ ኣጽርዮም፣ ነቶም ዝለዓሉ እምባ ጽላላትካ ከኣኽርዩ ፍቐደሎም። እትብል ዝፈትዋ ኣዘውቲረ ንካብዚ ዓለም ንዝሓለፉ ኩሎም ዝፈልጦምን ዘይፈልጦምን ዝጽልየሎም ጸሎት ሕጂ እውን ክብ ኣቢለ ኣብ ቅድሜኻ እነህና እነህኹ ከኣ ንዝኽርኻ ምስ ቤተስብካ፣ ፈተውትኻ፣ መሳርሕትን ኣዕሩኽቲን፣ ኣድነቕትን ካልኦትን ብምዃን ብትሕትና ኣብቲ ናይ ዝኽሪ ኣዳራሽ ሓንቲ ጸግዕ ወንበር ሒዘ ውራይ ከተሳስንካ ተረኣኻኒ እፍንክድን ክትብል ጥበብ ውራይ፣ ጥበብ ጽሕፈት፣ ጥበብ ናጽነት፣ ጥበብ ፍትሒ፣ ጥበብ ጥበብ ጥበብን ንቕሓትን ልግስን ሓልዮትን ካልእ ማልእን በቃ ደማሚርካ ክተሳሲ ምስውስውካ ኣብቲ ናይ መጨረሻ ሰዓቱ ኣዝዩ ጎሊሑ ኣሎ ራእየኒ ስጋ ሕጂ ብፍላይ ካብቲ ካብ መፋርቕ ክልተ ሽሕን ሓደን ኣትሒዙ ክሳብ ምዕጻው ጋዜጣታት ዝነበረ ናይ ሞያውያን ጋዜጠኛታትን ጸሓፍትን ምትእኽኻብ ዝነበረ ሁመት ናይ ሃኮሰኤ ማለት ኣብ ኣስመራ ኣብ ሃኮሰኤ ኣብ ሃገራዊ ኮንፈደረሽን ሰራሕተኛታት ኤርትራ ዝነበረ ኣዳራሽ ድሕሪ ናይ ኢሂን ምሂን ዝሰዓበ ምሳሕ ሓንቲ ከም ኣብነት ክጠቅስ። እቲ ግርማ ሞጎስ ተፈጥራዊ ጽባቐ ካብ ምንያት ናብ ምግታእ፣ ካብ ምትዕናን ናብ ምምቕላል ዝኣለኻዮ ግሩም መሸከል ምስቲ ዋዛን ቁምነገርን ዘይፍለዮ ሰሓቕካን ጸወታኻን ኩልዕ ፍሩይ ላምፓዲና ክገብረካ ግዜ ኣይወስደልን እዩ ንስኻ ዘለኻዮ ኣዳራሽ። እዝከረኒ ንዒ እስከ ኣብ ጥቓይ ክትኮኒ እንከለኺ ዝሓጸርክ እንዳመሰለኪ ድዩ? ጥቓይ ዘይትኾኒ? ምእንቲ ማዕረይ ክመዓራረ ኣብ መንጎይን ኣብ መንጎ ኣማኑኤል ኣስራትን ተኩፊካ ኮፍ ትብል። ኣብ መንጎይን ኣብ መንጎ ወዲ መምህርን ዕላል ክትሰብር ኣብ መንጎይን ኣብ መንጎ ዮሱፍን ናይ ስራሕ ጦብሎቕታታት እንዳገበርካ እናተዋዘኻ ብዝጥዑም

ባዕለይ ዘዕበኽዋ ቆልዓ እኮ እያ ሓቅኻ እዩ ብኸምኡ ኣይደፍሮምን እየ ነይረ ካብቶም ኣያታተይ ፍኹስ ኢልኒ ዝቐርቦም ኣማኒኤል ኣስራት እዩ ነይሩ ስለዚ ኸ እዩ ናብ ኣማኒኤል ኣስራት ኣብ ዝቐረብኩሉ ዕድር ርኽብ ኣቢሉ መፂኡ ምኽሩ ናእድኡ ውፊ ዘብለለ ዝነበረ ኢለ ክነግረልካ ሕጂ ባህ ይብለኒ ካልእ ምወሰኽኩ ግን ናይ ካልኦት ግዜ ንዘይምሽማዕ ነቲ ምሳሕና ናይ ስራሕ ዕላል እውን ኣይፍለዮን እዩ ብፍላይ እቲ ኢሂን ሚሂን ከብለና ዝጸንሐ ኣኼባታት፣ ናቱ ዝሰዓበ ምዕባሌታት፣ ከም እኒ ኣብቲ ኣብ እንዳ ምናሴ ኮምፒተር ሰንተር ዝነበረ ናይ ስራሕ ጻዕቅን ብዝሕን ንዕኡ ንምቅላል ካብ ኣብቲ ትሰርሓሉ ዝነበርካ ትካል ማለት ኣሜሪካን ኤምባሲ USIS ናይ ካልቸራል ቤት ጽሕፈት ናይ ባህሊ ቤት ጽሕፈት ኣብኡ ንዕኦም እእሚንካ ጋዜጠኛታት እእሚንካ እተን ጋዜጣታት ብመልክዕ ክራይ ኮምፒውተር ከም ዝረኽባ ዝገበርካዮ ኣማኒኤል ኣስራት ክመጉሰካ ከሎ ምሳኹም ነይረ። ኣብዚ ዝሕጸር እውን ኣይኮነን። ኣነ ዝፈልጦ ብዛዕባኻ ብዙሕ እዩ። ገለ ንምጥቃስ እቲ ኣብ ትካል ኤርትሮ ጀርመን ዝነበረ ናይ ኢንተርነት ኣገልግሎት ተረባሕቲ ምእንቲ ክንከውን ነቶም ጋዜጠኛታትን ጸሓፍትን ምስቶም ተምሃሮ ዩኒቨርሲቲ ተመዓራሪና ናይ ኢንተርነት ግዜ ማለት ብርቂ ኣብ ዝነበረሉ ኢንተርነት ብሳላኻ እዩ ብኢድካ ዝሓለፎ ጸጋ ኢና ተመቓሪሕና። እስከ ብልዒ ብልዒ ብልዒ ብልዒ ድልድል ክትብሊ ሕጂ ስክስ ኣቲ ቆልዓ ማለት ዲኺ ኣነ እኳ ግርም ኢኺ ትብለኒ ቀዲምክና ቦላ ተእቲኽልና እኮ ራንቺ ይብል እሞ ብልዒ ተዘይኮነ ኣብዚ ካምቻኺ ክጥቕልሎ እየ እዚ ኣብ ካምቻይ ቤት ክሰኸዲ እሞ ኮይኑ ኣብቲ ኣብ ዩኤስኣይኤስ ዝነበረ ሰሉስ ሰሉስ ሳሕቲ ድማ ሓሙስ ዝካየድ ዝነበረ ፓነል ዲስካሽንስ ዶኩሜንተሪ ምርኢታት ዓለምለኻዊ ዓበይቲ ዛዕባታት ክሳተፍ ዝገበረኒ እውን ናቱ ጸጋ ነበረ ብዝሕሻዕ እቲ ፓነል ዲስካሽን ምስ ተወድአ ሻሂ ንሰቲ፣ ብሽኮቲ ንበልዕ፣ ካሪመለ፣ ኮካፍ ፋንታ ሓደ ሓደ እዋን ከምኡ ሽዑ እዚኣ ንዓኺ እዚኣ ንጓልኪ እዚኣ ንሓውኺ እዚኣ ንሓፍትኺ እዚኣ ነዴኺ እዚኣ ንጎረባብትኹም እዚ ንቆልዑት ገዛውቲ ስኽስኽ ጁባይ መሊኡ ሃሪመለይ ብሽኮቲ ዕምባባ ካልእን እንደገና ኣብቲ ናይ ካምቻይ ጁባ ኣብኡ የእትውዮ የእትውዮ እናበልካ እቲ ሓደ ጥበይ ዝገጀፈ ዓይነት ተምስሎ ኔርካ ወዲ ኣስራት ከኣ እዋእ ጥራይ ደሓን ናብ ገጽካ ኣይትኺድ ኣይተንክፍ እምበር እንዳበሉ ይደኣኣሉ። ካብቲ ማእለማ ዝኽርታተይ ተዘርዚረ ተዘርዚረ ድውዳእ ኣይኮነን። ንኻልኦት እቲ ብሉጽ ስራሓትካ ክገድፈሎም ክነግርሉ ከዘንትውሉ ቅድሚኡ ግን ናይቲ ንዒስራ ዓመታት መመላእታ ዘሳቐየካ ስቓይ ኣባኻ መጨረሻ ብመልክዕ ካንሰር ሕማም ካንሰር እኳ እንተተራእየ ንዓና ነዞም ተሪፍና ዘለና ብመልክዕ እንታይ ክረኣ እዩ ርግጸኛ እኳ ተዘይኮንኩ ናይቲ ስቓይካ ተኻፋሊት ምዃነይ ግን ክነግረካ ደስ ዝብለኒ ንስኻ ግን ድሮ ምስቶም ኣቐዲሞም ነዛ ስጋዊት ነገር ራሕሪሖም ናብታ መንፈሳዊት ዓለም ዝዓረጉ ብጾትና ረኺብካዮምሲ ሓሳብ ልብኻ መሊኡ ቐጺጹልካ ይኸውን። ክላእ ተቐንኣኒ በጃኻ ኣህ ወይ ውን ነቶም ጌና ኣብ ስቓይ ዘለዉ ብሉጻት ኣሕዋትና ናይ ምብጻሕ ምጽንናዕን ሓይሊ ምልጋስ ክእለት ኣኻዕቢትካ ትኸውን። ጆን ኣይተቕንኣኒ ሚልክያስ ብፍላይ ነቶም ነቶም ኣብቲ ካልእ ዓለም ዝጸንሑኻ ብጾትና ንገረልና ከምዚ ናትካ ወግዓዊ ንብዓት ውዑይ ንብዓት ኣፍሲስና ወግዓዊ ሓዘን ከይንገብር ንቡር ከም ዝሰኣና ከም ዝነገርካልና ርዳእኒ ንገሮም ምባለይ እንድዒ በቃ ነጊርካዮም ኣለኻ ንምርድኦም በል ኣመስግነልና ኣመስግነልና ሰብ እንቋዕ እኳ ስጋዊ ጥራይ ኣይኾነ ኣብዛ ዘይፍትሓዊት ዓለም ብዓመፅ ንዝነብሩን ንዝሓለፉን ኣሕዋትና ዝተፈላለናዮም ዝተፈላለና ማለት እኮ እዩ እዚ ኣምላኽ ግን ክጥዕም እዚ ኣምላኽ ግን ክጥዕም ሓብትኻ ሰባ ኪዳነ እየ ካብ ፓሪስ ሚልክያስ ቅድሚ ምስንባተይ እዛ ጥዕምቲ ጥቕሲ ኣንቢበ ክዛዝማ ናይ ዓብዱልባሃ ጥቕሲ እያ ወዱ ነቲ ልኡኽ ኣምላኽ ናይ ዘበና እዚ ባሃውላ ድሕሪ ናይ ኣርባዓ ዓመት እስር ቤት ምስ ኣቦኡ ወጺኡ ካብ እስራኤል ኣብ ፓሪስ ኣብ ሽሕን ትሽዓተ ሚእትን ዓሰርተ ሓደን ክሳብ ዓሰርተ ክልተን ዝጸንሓሉ እዋን ካብ ዝተዛረቦ ኣብ ፓሪስ ቶክ ዝተጠቐሰት ንእሽቶ እያ ብዛዕባ ነፍሲ ብዛዕባ ተርሕ ድሕሪ ሞት ከኣ ትዛረብ እቲ ቀጻልነታ ስለምንታይ እሱ ይብል ሳይንሳውያን ሓቅታት ከም ዘረጋግጽዎ ሓደ ንጹል ነገር ማለት ሲንጉላር ዝኾነ ሳብስታንስ ህላዊኡ ኣየቋርጽን እዩ። እዚ ኣብ ነገራዊ ኣብ ማተርያል እንርእዮ እዩ። ኣብቲ መንፈሳዊት ኣብቲ መንፈሳዊ ዓለም ከዓ እታ ነፍሲ ሓንቲ ሲንጉላር ባእታ እያ። እዚ ክውንነት እዚ ድማ ደው ንኽትብል ወይ ህላዊኣ ከብቅዕ ኣየፍቅድን እዩ። ምብትታን ኮነ ምፍንጫል እውን ኣይምልከታን እዩ። መወዳእታ ዘይብሉ መወዳእታ ንኽትቅጽል ከኣ ዕዙዝ ምኽንያት እዩ። ዓብዱልባሃ